ኣረ ዓድና ሰላም ይግበረልና እግዚኣብሔር ኣምላክ ዓድካ ጥዑም በእውነት ረከብካ ብፍቅሪ ትነብር ስኢንካ ብፍቅሪ ትነብር ዓድካ እዩ ጥዑም እግዚኣብሔር ኣምላክ ሙሉእ ሰላምና ይግበረልና ንዛ ዓድና ጌራ ሕዚናትኒ እስኪ ረእይዋ ወይ ማዓሪ እታ ከም ዝኮንኩ ሲ ከብደይ ብላዕ ብላትን ማርያምን እየ ዝብለኩም የኔ እናት ሰላም ሰላም ፍትዋትን ክብራንን ኣብ መላእ ዓለም እትርከቡ ናይ ቻናል ቤተሰብ በብዘለኹምዎ ሰላምኩም ብዝሕ ትርፍ ይበለለይ እንኳዕ ድማ ናብ ቻናለይ ብሰላም መጻኹም ናይ ሎማዓንቲ ቪድዮ ዝኸውን ከዓኒ ከምዚ ኣብቲ መእተዊ ዝረእኹምዎ ብዓረብ ትዛረባ ነይራ ንዛ ሓፍትና ማለት እዩ ኣብዚ ትሰርሕሉ ዝነበረት ገዛ ንክንደይ ዓመት ጸኒሓ እንተልኩምኒ ዓሰርተ ኣርባዕተ ዓመት በስመኣም ግማሽ ዕድሚኣ እያ ኮፍ ኢላና ዓሰርተ ኣርባዕተ ዓመት ክትፀንሕ ከላ ግን ኣዕራብ ጥዑያት እዮም ደሞዘይ ብሰዓት ይውን እዮም ስለዚ ሰሪሐ ክልወጥ እየ ኢላ ተመችዋ ፀኒሓ ማለት እዩ ሕዚ ንሳ ክትፀንሕ ከላ ንባዕላ ተመችዋ ብቻ ዘይኮነሲ ንሳቶም ገፅ ስለ ዝህዋ እውን ክኸውን ይኽእል ብቻ ከመይ እየ ክብለኩም በቃ ዝሮ ዝሮ ሲ ንዓኣቶም ግን ክትጠቅም ኢላ ትኸውን ግን ያው ኣነ ሕዚ ተተመችኒ ሕዚ ተመችኒ ሲ ንዓረብ ክጠቅም ኢለ ኣብ እንዳ ዓረብ ከፍ ይብል ዝሮ ዝሮ ንዓኣ ተመችዋ ድዩ ወይ ከመይ እዩ ዓሰርተ ኣርባዕተ ዓመት ምሉ ተቓሚጣ ካብኡ ኣብ ዝኾነ ኣብ መጨረሻ ሰዓት ዓሰርተ ኣርባዕተ ዓመት ምሉ ወዲኣ ንዓዳ ክትከይድ ምስ በለት እንታይ ተዝገብርዋ ጽቡቕ ገንዘብ ነይርዋ ምስኣቶም ዝተጠራቐመ ገንዘብ ነይርዋ ማለት እዩ። ሕዚ እዚ ዝተጠራቐመ ገንዘብ ንመን ትነግር ከም ዘለዋ ንሰብ ትነግር ንመሓዝኣ፣ እዛ መሓዝኣ ደሞ ንዘ ምዕራብ ትነግሮም ማለት እዩ። እና እዛ ዓረብ እንታይ ከም ዝበለታ ሰሚዕኽና ኢኽን፣ ዓረብ ትፈልጣ ትሰምዓ ኢኽን። ኣብዚ ምሳና ትቐመጢ ከለኽሲ ንዓና ከትብሊ ዲኺ ተቐሚጥኪ፣ ንባዕልኺ ከትብሊ ዲኺ ተቐሚጥኪ እያ ኢላታ። ብርግጽ እወ ንባዕዳኻ ትብል እያ ግን ደሞ ጥዑያት እዮም እኔው እሞ ጥዑያት ካብ ኮኑስ ካገልግሎም ኢልካ ሰይትሓስበሉ ዲኻ ንዓረብ ይኸውነይ ዲክራት ኣሕዋተይ በብክልተ ዓመቱ ሰራሕተኛ ከምፅ ከለውና ሓንቲ ሰራሕተኛ ቀጢራ ክትሰርሕ ከላ ወፃኢታቱ ሓደ ኣይኮነን እናሲ ንዓኣ እውን እንዳ ኣይመቸዋ እምበር ብሓደ ገፁስ ንዓ ንሳቶም እውን ትጠቕሞም እያ ካብኡ ከዓሲ ንሳ ተመችኒ ኢላ ተቐመጠት ድኣ እምበር ንሳቶም እውን ተዘይምቸይዋ ማለት ጥዕይቲ ተዘይትኸውን ኔራ ተዘይትሰርሐሎም ተዘይትድፈኣሎም ኔራ ብነፃ ዶሞ ዘይህብዋ ብነፃ እየቀመጥዋ ዶሞ ዓረብ ሓንቲ መዓልቲ እውን ኣይመሓደርዋን እንድሕር ደስ ተዘይትብሎም ኔራ ኣይኮነን እንዳ ዓሰርተ ኣርባዕተ ዓመት ክልተ ዓመት ባዕሉስ ኣይመፅንሕዋን ማለት እዩ ስለዚ እዛ ዓረብ እንታይ ትብላ ኣላ ንዓይ ክትብሊ እኮ ይኮንኪ ምሳየይ ተቀሚጥኪ ንባዕለ ክትብሊ እኮ ኢኺ እ ገንዘብ ዶሞ ንጎ ንጎ ገንዘብ ክትሰድዮ ዝነበርኪ

እር በስማም ዓሰርተ ኣርባዕተ ምሉእ ዓሰርተ ዓመት ምሉእ እኮ ዓሰርተ ኣርባዕተ ዓመት እኮ ብጣዕሚ እዩ ብዙሕ እውነት እንዶ ጌታ ምንያ ትዕግስቲ እዚ ኩሉ ትዕግስቲ ኣብ ሓደ ቤት ዓሰርተ ኣርባዕተ ዓመት መቐመጥ እግዚኣብሔር ረድእዋ እና እንታይ ክብለኪ ዝፈቱ ክብራት ኣሕዋተይ ቀዳማይ ነገር እ፣ ኣብ እንዳ ዓረብ ብዙሕ ዓመት ዘይምቕማጥ ምክንያቱም ንሳ ተመችዋ ንገንዘባ እየምበይ ንዓና ደላ ተቐመጥ እያ እዮም ዝብልኹም ካልኣይ ነገር ከዓንጊ በቃ ከምዚ ተስልችዎም ኢኻ ብጣዕሚ ሰልቻው ከመይ እየ ክብለኩም ብጣዕሚ እዮም ዝሰላቸው ብዙሕ ብዙሕ ዓመት ሰራሕተኛ ክቕመጠሎም ሲ ኣይፈትዊ ኣይፈትውን በቃ እና ተበዚሓ ሰለስተ ዓመት ኩንትራት ግን ንክልተ ዓመት እያ ጉሮ ተበዚሓ ሰለስተ ዓመት ካብኡ ብላዕሊ ግን ኣብ መጨረሻ እንድዒ ካብ ሚእቲ ዓሰርተ ወይ ዓሰርተ ሓሙሽተ ፐርሰንት ዶ ይኸውን በቃ ጥዕይቲ እያ ኢሎም ካብታ ናይ መጀመርያ ጸባዮም እስካዕ እዛ ናይ መጨረሻ ጸባዮም ዳሕና ዝኾኑ እምበይ መብዛሕትኦም ጥዕያት ነይሮም ኣብ መጨረሻ እዮም ዝቐየሩ ማለት እዩ። ደሞዝ ካይኸልእኻ ብዙሕ ግፍዒ የጋፍዑኻና እንታይ ክብለክን ይደሊ ቀዳማይ ነገር ብዙሕ ዓመት እንዳ ዓረብ ይትቀመጣ ታይ ጥዑያት እዮም ኣብ ዝለመድካዮ ገዛ ይሕሸካ ምናምን ልክና ክንተቐመጣ ግን ከምኡ የኾነይ ኩሉስ እግዚኣብሔር ሒዙልና ኣሎ እና ኩንትራት ክልተ ዓመት ተመጺኽን ክልተ ዓመትክን ወዲእኽን ሳልሳይ ራብዓይ ዓመት ትውስኻ ትኽእላ ኢኽን ዓሰርተ ዓሰርተ ገለ ዓመት ተቆጺርክን ግን ከምዚ በቃ ምንም ከምዘይ ትፈልጥ ናብ ካልእ ገዛ ከይድካ ከምዘይ ስራሕ በቃ ስኢሎምሲ ምንም ከምዘይ ትፈልጥ እዮም ዝጥቀሙኻ ማለት እዩ ሓደ ሓደ ለባማት ጎበዝ እዚኣ ካብ ገዛ ናብ ገዛ ዘይትዘውር ዓሪፋ ትሰርሕ ይብሉኻ እዮም ሓደ ሓደ ግን ምንም ከምዘይ ትፈልጥ እዮም ዝቆጽርኻ ማለት እዩና ክልተ ዓመት ወዲእኺ ናብ ቢሮ ከይድክን ካልኣይ ገዛ ክትቅይራ ከለኽን ደሞዝ እውን ይውሰኸልክን እዩ ሓደ ሓደ ሕዚ ዓሰርተ ዓመት ልዕሊ ክሰርሓ ከለኽ ምንም ደሞዝ ዘይውስኽ ኣለዉ ሓንቲ መሓዛ የላ ብሸውዓተ ሚእቲ ብሸውዓተ ሚእቲ መፂኻ ዓሰርተ ሰለስተ ዓመት ገለ ትገብር እያ ሰለስተ ሚእቲ ቅርሺ ብቻ እዮም ወሲኾምላ ማለት እዩ ዝገርመኩም ነገርና ብዙሕ ዓመት ኣይትቀመጣ ካብኡ ከዓ ንኣዕራብ ይፈትዉኒ እዮም ኢልክን ገፅ ዘይምሃብ ወይ ከዓ ናይ ልቢ ልቢ ኣይሰማዕኽን ኩሉ ግዜ ተጠንቀቃ ማለት ዓረብ ኩሉ ግዜ ኣብ ተጠንቀቅ እዩ እና ንማንም ዓረብ ስሬስ ኩና ከምዚ ልቢ ልቢ እንድሕር ከምዚ ናይ ልብኽ እንድሕር ትባ ኮይንክን ወይ ከዓኒ ኩሉ ግዜ ፍሽኽ እንድሕር ትብላ ኮይንክን እንድዒ ከመይ እሞ እዩ በቃ ብቻ ግን ዓረብ ተንኮለኛ እዩ ብጣዕሚ እና ዓረብ ከምዚ ስትሬስ ትኾን ከለኻ ኮስተር ክትብል ከለኻ እዩ ዝፈቱ ስለዚ እም፣ ወላ ብዙሕ ዓመት ተቐመጣ ትኽእላ ኢኸን ግን ደሞ ስትሬስ ኩና በቃ ከምዚ ኮስታራታት ኩና ብዙሕ እ፣ ንዓኣቶም ግን ገጽ ኣይትሃብኦም ንስኻትክን እውን ናይ ልቢ ልቢ ኣይሰማዕኽን ማለተይ ጥዕያት እዮን ጥዕያት እዮም ኢልክን ኣይትዘናግዓ ካብኡ ከዓ ንስኻትኩም እውን እንተ ምዕራብ ገጽ ኣይትሃውዎን እየ ክብለኩም ዝፈቱ ማለት ይርጋዕ ቤት ወይ እውነት ብጣዕሚ ሕዚናትኒ እዛ ቆልዓ የኔ እናት ኣፍ ኣፋ ክትህባ ከላ ንዓይ ክትብሊ ዶ ተቐሚጥኪ ገንዘብ ክዶ ንጎ ንጎ ትልእኽየለይ ነበርኪ ሕዚ እንታይ ገደሸኒ ጀማዕኸዮ ጀማዕኸዮ ገለ ክትብላ ከላ ብስመኣም ናሲ ብቻ እውነት ስደት እሲ ስደት ዝበሃል ዓይን ይጥፈእልና ዓይን የጥፈእልና እግዚኣብሔር ኣምላክ ዓድኻ ጥዑም በእውነት ዓድኻ ጥዑምና ፈጣሪ ዓድና ሰላም ይግበረልና። እቲ ንሰምዖ ዘለና ሕማቕ ወሬታት ኣጥፊኡ ሰላም ወረ ሰላም የስማዕና ፈጣሪ ማለት እዩ። ክብራት ኣሕዋተይ እና በተለይ ኩንትራት ሰርሓ ሓደራ ተጠንቀቓ ካብኡ ከዓኒ ገንዘብ እንዳ ምስ ዓረብ ኣይተቐምጣ ወርሒ ወርሒ ገንዘብክን ተቐበላ ማለት እዩ ምክንያቱም ብዝተጠራቐመ ቁፅሪ ሃበና ንኸትብል እውን ትስከፍ እዩ ኣነ ከምዘ ልማዓንቲ ደሞዚ ሃበኒ ይብሎ እሞ ንፅባሒት ሃበኒ ክብል ብጣዕሚ እየ ዝስከፍ ብጣዕሚ ማለት እዩ ስከፍ ይፈርሕ ምናምን እና ብቻ ዝሮ ዝሮ ደሞዝክን ኩሉ ግዜ ወርሒ ወርሒ ኣልምደኦም እንድሕር ኣልሚድክንኦም በቃ ሕዚ ከዓ ተትክረኒ እያ ኣይተፅንሐንን ትጓየቆኒ እያ እናበሉ ይለምዱ ገንዘብ ኣብ ወርሒ ወርሒ ምሃብ ማለት እዩ እና ገንዘብ ብዙሕ ግዜ የተቐምጣ ሓደ ክልተ ወርሒ ሰለስተ ወርሒ ኣብ ምርር እንድሕር ዶ ኣቢልክንኦም ኩሉ ግዜ ናይ ምሃብ ልምዲ ክህልዎም እዩ ማለት እዩ በተለይ ኩንትራት ስርሓ እና ደቂ ዓበይቲ ወይ ማዕረይ ቪድዮ እዚኣ ትመስል ነይራ ላይክ ሸር ሰብስክራይብ ምግባር ኣይትረስዑ ሰሰናዩ ባይ ባይ